ሰላም ሰላም ተኸታተልቲ ቻነልና ክሊኒክ ዕግበት ከመይ ኣለኹም? ሎማዓንቲ እውን ከምቲ ልሙድ ንዓኹም የምህር እዩ ኢለ ዝሓሰብክዎ መደብ ሒዘልኩም መፂ ኣለኹ። ኣብ ናይ ሎማዓንቲ መደበይ ኣብ ግዘ ቅድመ ፀወታ ይኹን ኣብ ግዘ ርክብ ነፍቃሪትካ ንባዓልቲ ቤትካ ናብ ጫፍ ዕግበት ንክተብፅሓ ዝሕግዙኻ ክተናኽፋ ክትነኻኽእላ ዝግበእካ ክፋላት ሰውነታ ኣየኖም እዮም ክንሪኦም ኢና። ነዚኦም ክፋላት ሰውነታ ብምትናኻፍካ ጥራሕ ብቐሊሉ ናብ ጫፍ ዕግበት ክተብጽሓ ዘኽእሉኽ ኣዮም። ካባኹም ዝጽበ ነዚ መደብ ላይክ ብምግባር ምጅማር እዩ። ንቻለልና ሓደሽቲ እንተኾይንኩም ላይክ ሼር ሳብስክራይብ ብምግባር ዝተፈላለዩ ናይ ርክብ፣ ጥዕና፣ ፍቕርን ሓዳርን ኢንፎርሜሽን ትረኽብሉ ቻነል ሰድራ ኩኑ። እስካብ ናይ መደበይ ፍጻመ መሳይ ጽንሑ። ሰናይ ምክትታል። ቅድሚ ምጅማርና ካብዞም ቀጺለ ዝሕብረልኩም ሜላታት ወይ ድማ ክፋል ሰውነታ እንታይ ጽቡቕ ከም ዝስምዓ ዘሎ ሕተታ ኣብታ ሓንቲ ዝሰርሕ ኣብ ካሊእ ጓል ኣንስተይቲ ዘይክሰርሕ ስለ ዝኽእል እዩ ስለዚ ክተናኽፈላ ክተሓሳስየላ ዘለካ ክፋል ሰውነታ ኣየናይ እዩ ዝብል ክንሪኢና ፈለማ ክትፈልጥዎ ዘለኩም መብዛሕቲኤን ደቂ ኣንስትዮ ካብ ዓሰርተ ሓሙሽተ እስካብ ሰላሳ ደቓይቕ ናይ ምልዕዓል ወይ ድማ ቅድመ ጾታ የድልየን እዩ ተጓይኻ ናብ ብልዕታ ምእታውካ ቁጠዐ ከስዕበለን ይኽእል እዩ ብዘይ ርክብ ምትንኻፍ ጀምር ክሳዳን እዝናን ሰዓመላ ኣጻብዕትኻ ናብ ሑቆኣ ምዕጉርታ ናብ ማእገራ ሰዲድካ ኣንቀሳቕሶም ንኣዳ ክሳብ ክንደየናይ ጽብቕቲ ምዃና ንገራ እዚ ድማ ስምዒታውን ኣካላውን ምልዕዓል ክህልዋ ይሃንጸልካ እዩ ነዚ ኩሉ ነዊሕ ግዘ ሂብካ ምስ ገበርካላ ናብቶም ነፍቃሪትካ ንበዓልቲ ቤትካ ናብ ጫፍ ዕግበት ንኽተብጽሓ ዝሕግዘካ ክተናኽፈላ ክትሓስየላ ዘለካ ክፋላት ሰውነታ ክንሓልፍ እዚ ድማ እቲ ቀዳማይ ጉድበ ንብሎ እዩ ኣብ ግዘ ርክብ ንደቂ ኣንስትዮ ንርውየት ንዕግበት ቁጽሪ ሓደ ክፋል ኣካላታ ጉድቢ ኣዩ። ልዕሊ ሸሞንተ ሽሕ መወዳእታ ነርቨ ኣለዎ። ብዙሓት ደቂ ኣንስትዮ ርውየት ወይ ድማ ዕግበት ክረኽባ ዝኽእላ ካብ ምልዕዓል ጉድቢ ጥራሕ እዩ። ነዚ ምስ ረኣና ከመይ ጌርካ ክተናኽፎ ከም ዘለካ ክንርኢ። ፈለማ ዝርከበሉ ቦታ ኣብ ላዕለዋይ ክፋል ብልዕተን እንትኸውን ኣጻብዕትኻ ወይ ድማ መልሓስካ ተጠቒምካ ኣብ ዙርያ እቲ ሽፋን ብቐሊልን ቀስ ኢልካ ብክቢ ቅርጺ ተናኽፎ። ዝበለጸ ዕግበት ንኽትህባ ድማ ሚላታት ኣተነኻኽፋ ኣለዎ። ቀዳማይ ንላዕልን ንታሕትን ዝብል ኣተነኻኽፋ። ምጥፋእ እዩ። ካልኣይ ድማ ብሰርክል ቅርጺ ምትንኻፍ እዩ። ብኣንፈት ሰዓት ክኸውን ይኽእል፣ ኣንጻር ኣንፈት ሰዓት እውን ብዝመረጽካዮ ብሰርክል ክቢ ምትንኻፍ እቲ ካልኣይ እዩ። እቲ ሳልሳይ ድማ ካብ ጎኒ ናብ ጎኒ ዝግበር ምንቅስቓስ እዩ። ነዚኦም ተጠቐም። ድሕሪኡ ድማ መልሲ ክትህብ ምስ ጀመረት ብኡ ቀጽለላ። ድሕሪዚ ብልዕታ ራሕሲ ከም ዘውጸ ምስ ኣረጋገጽካ ነጻብዕትኻ ናብ ውሽጢ ብልዕታ ብምእታው ተወሳኺ ዕግበት፣ ተወሳኺ ርውየት፣ ክትህባ ትኽእል ኢኻ። ስለዚ ኣብ ግዘ ርክብ ነፍቃሪትካ ወይ ድማ ንበዓልቲ ቤትካ ናብ ጫፍ ዕግበት ንኽተብፅሓ ዝሕግዘካ ክፋል ሰውነታ ጉድበ ዝበሃል ክፋል ብልዕታ ዩ። ኣብ መበል ካልኣይ ንሪኦ። ነፍቃሪትካ ንበዓልቲ ቤትካ ናብ ጫፍ ዕግበት ንኽተብፅሓ ዝሕግዘካ ክፋል ድማ ኣብ ውሽጢ ብልዕታ ክልተ ሰለስተ ኢንች እትው ኢሉ ዝርከብ ቁሩብ ሕርፍፍ ዝበለ ቦታ ክንርኢ። እሞ ነዚ ቦታ ከ ከመይ ጌርና ነነቓቕሖ እንተልኩም ድማ ንሓንቲ ወይ ድማ ክልተ ፃብዕታት ንብረትካ ተጠቐም። እዚ ክኸውን ዘለዎ ግና ነቲ ቅድም ኢለ ዝሓበርክዎ ንጉድበኣን ብዝግባእ ምስ ተናኸፍኩምለን ድሕሪኡ ድማ ብልዕተን ፈሳሲ ምስ ኣውጽኣ ምስ ኣረጋገጽኩም ክኸውን ኣለዎ እምበር ኣብ ብልዕተን ቃንዛ ክፈጥር ዝኽእል እዩ ስለዚ ንሓደ ወይ ድማ ክልተ ኣጻብዕትኻ ናብ ብልዕታ ብምእታው ናብ ላዕሊ ዕጽፍ ብምባል ኣብ ቀረባ ስለ ዝርከብ ቁሩብ ሕርፍፍ እንተ ኢልካ ትረኽቦ ኣለኻ ማለት እዩ ስለዚ ንዕኡ ብዝግባእ ኣሓሳስየላ ብተወሳኺ ጎና ጎኒ ድማ ነቲ ኣብ ቀዳማይ ዝነገርክኹም ንጉድበኣን እውን ሃሳስ ይብለን። ንዝበለጸ ተወሳኺ ዕግበት ኣብ ዝሓጸረ ደቓይቕ ክተብጽሕወን ዝሕግዘኩም ስለ ዝኾነ እዩ። ስለዚ ነዚ ክልቲኡ ጎና ጎኒ ግበሩለን። ስለዚ ኣብ መበል ካልኣይ ዝረኣናዮ ነፍቃሪትካ ንበዓልቲ ቤትካ ናብ ጫፍ ዕግበት ንኽተብጽሓ ዝሕግዘካ ሴንሲቲቭ ክፋል ብልዕታ ድማ ክልተ ሰለስተ ኢንች ኣብ ውሽጢ ብልዕታ ዝርከብ ሕርፈፍ ዝበለ ክፋል እዩ። ኣብ መበል ሳልሳይ ንሪኦም ድማ ነፍቃሪትካ ካብ ጫፍ ዕግበት ክተብጽሓ ዝሕግዙኻ ግና ብብዙሓት ሸለል ዝበሃሉ ዘደንቑ ክፋላት ሰውነተን ክሕብረልኩም። እቲ ቀዳማይ ድማ ጡበንን ጫፍ ጡበንን እዩ። ብዙሓት ደቂ ኣንስትዮ ጡበን ክተናኸፈለን ኢቭን ክለሓሰለን እንተሎ ናብ ጫፍ ስምዒት ስለዝኣትዋ ነዚ ክፋል ሰውነተን ከይትርስዕዎ ብዙሓት ትርስዕዎን ኣይትጥቀሙሉን። ነዚ ብምግባርኩም ናብ ጫፍ ስምዒት ናብ ጫፍ ዕግበት ንክበጽሓ ክትገብሩ ስለትኽእሉ። ሸለል ኣይትበልዎ። እቲ ካልኣይ ንሪኦ ሸለል ትብልዎ ክፋል ሰውነተን ድማ ክሳደንን እዝነንን እዩ። ነፍጣሪትካ ናብ ጫፍ ዕግበት፣ ናብ ጫፍ ስምዒት ክተብጽሓ እንተደሊኻ ንእዝናን ንክሳዳን ብዝግባእ ተናኽፈላ፣ ብዝግባእ ስዓመላ። ነዚ ብምግባርካ ጥራሕ ብቐሊሉ ኣብ ዝሓጸረ ግዘ ናብ ጫፍ ዕግበት ክተብጽሓ ስለትኽእል ነዚ ሸለል ኣይትበልዎ። እቲ ሳልሳይ ንሪኦ ነፍጣሪትኩም ንበዓልቲ ቤትኩም ናብ ጫፍ ዕግበት ንምብጻሕ ዝሕግዘኩም ግና ብዙሓት ሸለል ትብልዎ ክፋል ድማ ውሽጣዋይ ሸለፈን እዩ። እዚ ውሽጣዋይ ሸለፈን ብጣዕሚ ሴንሲቲቭ ስለ ዝኾነ ብቐሊሉ ናብ ስምዒት ንክትኣቱ ብቐሊሉ ናብ ጫፍ ዕግበት ንክትበፅሕ ዝገብራ ስለ ዝኾነ ንውሽጣዋይ ሸለፋ ብዝግባእ ብምትንኻፍ ናብ ስምዒት ናብ ጫፍ ዕግበት ክትበፅሕ ግበራ። በዚ ድማ ናትካ ናይ ርክብ ፃንሒት ክንድቲ ኣገዳሰይ ይኸውንን እሞ ተጠቐመሉ። እቲ ራብዓይ ንሪኦ ብዙሓት ሸለል ትብልዎ ግና ነፍቃሪትኩም ንበዓልቲ ቤትኩም ናብ ጫፍ ዕግበት ንኽተብጽሕዋ ዝሕግዘኩም ክፋል ድማ መዓኮራ እዩ። መዓኮረን እውን ከምቶም ቅድም ኢለ ዝሓበርክዎም ሰለስተ ሴንሲቲቭ ክፋል ሰውነተን ብዙሕ ነርቭ ኢንዲንግ ዘለዎ ስለ ዝኾነ መዓኮረን እውን ብዝግባእ ኣብ ግዘ ርክብ ብምሕስሳይ ኢቭን ቀስ ኣቢልኩም እውን ብምውቃዕ ናብ ስምዒት ናብ ጫፍ ዕግበት ንኽበጽሓ ክትገብሩ ትኽእሉ ኢኹም ነዚ እውን ሸለል ከይትብልዎ። ኣብ መበል ሓምሻይ ንሪኦ ብዙሓት። ሸለል ትብልዎ ኮይኑ ግና ነፍቃሪትኩም ንበዓልቲ ቤትኩም ናብ ጫፍ ዕግበት ንኽተብጽሕዋ ዝሕግዘኩም ክፋል ሰውነታ ድማ ጫፍ ሕቖኣ እዩ። እዚ ማለት ኣብ ናይ ሕቖኣ መወዳእታን ኣብ መንጎ መዓኮራን ዝርከብ ክፋል እዩ። ብጣዕሚ ሴንሲቲቭ እዩ፣ ብዙሕ ነርቭ ኢንዲንግ ኣለዎ። ስለዚ ነዚ ክፋል ሰውነታ እውን ብምሕስሳይ፣ ብምስዓም፣ ብምትንኻፍ ዝበለጸ ናብ ዕግበት ዝቐረበት ክትከውንን ኣብ ግዘ ርክብኩም ናብ ዕግበት ክትበጽሕን። ሓንቲ ዝበለጸ ምቁር ናይ ርክብ ግዘ ክተሕልፉ ዝሕግዘኩም ስለ ዝኾነ ነዚ ከይተናኸፍኩሞ ከይትሓልፉ ሸለል ኣይትበልዎ። ነዚኦም ብቐሊሉ ንኣፍቃሪትኩም፣ ንበዓልቲ ቤትኩም ናብ ጫፍ ዕግበት ንኽተብጽሑ ዝሕግዘኩም ክፋል ሰውነተ ምስ ረኣና ነፍቃሪትኩም ኣብ ትተናኸፍሉ ግዘ ትሰርሕዎም ጌጋታት ክንርኢ። እቲ ቀዳማይ ኣብ ግዘ ምትንኻፍ ወይ ድማ ቅድመ ጸወታ ትሰርሕዎ ጌጋ ብጣዕሚ ምህጻጽ እዩ። ደቂ ኣንስትዮ ኣብ ቅድመ ጸወታ ህድእ ዝበለ ምትንኻፍ ከሕልፋ ይደልያ። ተጓይኹም ናብ ብልዕተይ ትኺዱ። ዓሰርተ ሓሙሽተ ሰላሳ ደቂቅ ሂብኩም ኣብ ቅድመ ጹውታኹም ግዘ ኣሕልፉ ስለዚ ኣይትህጸጹ ኣብ ቅድመ ጹውታ ግዘ ሂብካ ዝበለጸ ናብ ስምዒት ክተእትዋ ኣለካ ኣብ መበል ካልኣይ ንሪኦ ኣብ ቅድመ ጹውታ ትሰርሕዎ እቲ ካልኣይ ጌጋ ድማ ናብ ጫፍ ዕግበት ምስ ቀረበት ሜላ ምቕያር እዩ ካብቶም ቅድም ኢለ ዝሓበርክዎም ነፍቃሪትካ ንበዓልቲ ቤትካ ናብ ጫፍ ዕግበት ንኽትበጽሕ ዝሕግዘካ ክፋላት ሰውነታ ነቲ ሓደ ተጠቒምካ ናብ ጫፍ ዕግበት ምስ ቀረበት ናብ ካሊእ ሜላ ትኸይድ እንተኾይንካ እዚ ስምዒታ መሊሱ ክጠፍእ ስለ ዝገብር እዚ ክትገብሩ የብልኩምን እቲ ካልኣይ ጌጋኹም ድማ እዚ እዩ ነዚ ካብ ምግባር ድማ ክትቁጠቡ ይግባእ ኣብ መበል ሳልሳይ ክትፈልጥዎ ዘለኩም ኣብ ግዘ ቅድመ ፆታ ትሰርሕዎ ዘለኹም ጌጋ ድማ ንዝሃበትካ ሪኢቶ ሸለል ምባልካ እዩ ድሕሪ ርክብ እንታይ ፀቡቅ ነይሩ እንታይከ ሕማቅ ነይሩ ኢልካ ምስ ሓተትካያ ንዝሃበትካሕ ሪኢቶ ኣብ ቀፃሊ ርክብኩም ኣማሒሽካዮ ክትመፅእ ለካ ነዚ ሪኢቶኣ ሸለል ክትብሎ የብልካን እዚ ስምዒታ ክጠፍእን ምሳኻ ርክብ ናይ ምፍጻም ድሌታ ሙሉእ ንሙሉእ ክጠፍእን ስለ ዝገብር ካብዚ ድማ ተቖጠብ። እቲ ካሊእ ኣብ ግዘ ርክብ ትሰርሕዎ ናይ ቅድመ ጸወታ ጌጋ ድማ ኣብ ምእታው ጥራሕ ምትኳርኩም እዩ። እዚ ማለት ዓሰርተ ሓሙሽተ ሰላሳ ደቒቕ ሂብኩም ቅድመ ጸወታ ከይገበርኩም ተጓይኹም ንመትልኹም ናብ ብልዕተ ንምእታው ትጓየኹ እንተኾይንኩም ኣብኡ ጥራሕ ምትኳርኩም ጌጋ እዩ ስለዚ ቅድመ ጾታ ግድን ከም ዝኮነ ፍለጡ ዒስራ ሰላሳ ፐርሰንት ደቂ ኣንስትዮ ጥራሕ እየን ብምእታው ጥራሕ ዕግበት ክረክባ ዝክእላ ስለዚ እቲ ዝተረፈ ሰብዓ ሰማንያ ፐርሰንት ደቂ ኣንስትዮ ድማ ብቅድመ ጾታ ክዓግባ ስለ ዝክእላ በዚ ተጠቀሙ ሰለዚ ነዞም ጌጋታት ንምምሕያሽ ክትገብርዎ ዘለኩም ድማ እንታይ እዩ ምርድዳእ ኣድላይ እዩ ድሕሪ ርክብኩም እንታይ እዩ ዝበለጸ ትሰምዒኪ ዝበለጸ ኣየናይ ኣዕጊቡኪ ዘይፈተኽዮ ሚላ እንታይ ኔሩ ኢልካ ብምጥያቕ ንዝፈትወቶ ኣማሕሾ ንዘይፈትወቶ ድማ ካብቲ ቅድመ ጾታኹም ኣወግዶ ስለዚ ድሕሪ ርክብ ኩልሻዕ ምርድዳእ ምምይያጥ ኣድላይ ከም ዝኾነ ክትፈልጡ ኣለኩም ስለዚ ኣብ ግዘ ርክብ ናብ ጫፍ ዕግበት ነፍቃሪትካ ንባዕልቲ ቤትካ ንኽተብጽሓ ግድን ዕስራ፣ ሰላሳ ወይ ድማ ኣርባዓ ደቒቕ ኣብ ግዘ ርክብ ክትፀንሕ የብልካን። ነዞም ቅድም ኢለ ዝሓበርክዎም ክፋላት ሰውነታ በዞም ዝሓበርኩልኩም ሜላታት ብዝግባእ ብምትንኻፍ ነፍቃሪትካ ንበዓልቲ ቤትካ ናብ ጫፍ ዕግበት ክተብፅሓ ትኽእል ኢኻ። ነዚ ኢለ ናይ ሎማዓንቲ መደበይ በዚ ክዛዝም። ካብ ናይ ሎማዓንቲ መደበይ ዝኾነ ሓዱሽ ነገር ከም ዝሓዝኩም ተስፋ ይገብር። መደብና ናብ ብዙሓት ሰባት በፂሑ። ንበዓልቲ ቤቶም ነፍቃሪቶም ናብ ጫፍ ዕግበት ከብፅሑ ዝተፀገሙ፣ ኣሕዋትና እዚ መደብ ክበጽሖም ላይክ ሼር ግበሩሎም ንቻነልና ሓደሽቲ እንተኮንኩም ንቻነልና ሰብስክራይብ ብምግባር ዝተፈላለዩ ናይ ጥዕና ፍቅሪ ሓዳርን ርክብን ኢንፎርሜሽን ትረክብሉ ቻነል ስድራ ኩኑ ብካሊእ መሃራይ መደብ እስካብ ንራከብ ሰላምን ጥዕናን ንኩላትና የቀኔለይ።